ቺክስ ምስ ፒሳ ምትእስሳር እንታይ ኣለዎ ዝብል እዩ። ሰናይ ምክትታል። እዚኣ ማርታ ጌልሆርን ትበሃል ኣሜሪካዊት ክሮስፖንደንት ወይ ከዓ ወኪል ጋዜጠኛ ኣብ ዝተፈላለዩ ኣብ ኩናት ብፍላይ ኣብ ካልኣይ ኩናት ዓለም ፍልጢ ዝነበረት ሰብ እያ እንታይ ትብል ንሳ ፒፕል ኦፍን ሰይ ዊዝ ፕራይድ ኣም ኖት ኢንተረስትድ ኢን ፖለቲክስ ሰብሲ በቃ ከምዚ ኮሪዑ ወይ ደስ እንዳበሎሲ ኣብ ፖለቲካ ተገዳስነት የብለይን ገለ እዩ ዝብል

ብዛዕባ መጻኢኡ ብሓፈሻ ከኣ ንዝመጽእ ወይ ኣብ ዝመጽእ ግዜ ብኡ ዘይምግዳስ እዩ ስለዚ እንታይ ትብል if we mean to keep any control over our world lives we must be interested in politics እንታይ ትብል እሳ ሕጂ እንተ ደኣ በቃ ብዛዕባ ነዚ ዓለም ክንቋጻጸራ ኮይና ሂወትና እውን ክንቋጻጸሮ እንተ ኮይና ኣብ ፖለቲካሲ ግዴታ ክንግደስ ኣለና እያ ትብል እዚኣ ማርታ ገልሆርን ዝተባህለት ብፍላይ ኣብዚ ዲደ ገለ ዝበሃል ኣሎ ናዚ ንፈረንሳ ምስ ሓዛ ንእንግላንድ ከኣት ኣብ ባሕሪ ናይ ዲደይ ኩናት ዝበሃል ኣሎ ኣብ ካልኣይ ኩናት ዓለም ልዕሊ ሱሳ ዓመት ማለት እያ ከም ወኪል ጋዜጠኛ ኮይና ኣብ ዝተፈላለየ ኩናት ኣብ ዓለም ዝነበረሉ ግዜ ንልዕሊ ሱሳ ዓመት ዜና ተቕርብ ነይራ ማለት እዩ ስለዚ ወኪል ጋዜጠኛ ኮይና ኣብ ዝተፈላለዩ ኩናት ኣብ ዓለም ዝግበር ዝነበረ እንዳኸደት ነቲ ዝነበረ ኩናት እንታሽሙ ትገብር ነይራ ማለት እዩ ሪፖርት ትገብር ነይራ ስለዚ ኣሜሪካዊት እያ ባይዘወይ ኣሜሪካዊት ጋዜጠኛ እያ ካልእ እንታይ ዝበሃል ኣባህል ኣሎ a person involved in politics whether they like it or not ሰብሲ በቲ ሓደ ወገን ክትሪኦ ከለካ ሓቆም እዮም ሰብ ፈትዩ ጸሊኡሲ ኣብ ፖለቲካ እቱው እዩ በቃ ምክንያቱ ኣነ ዘይርስዖ መምህርናስ እንታይ ብለና ነይሩ በቃ ብዛዕባ ሽኮር ትዛረብ እንተለኻ ብዛዕባ ክብሪ ኤሌክትሪክ ትዛረብ እንተለኻ ወይ ብዛዕባ ዝኾነ ነገር ትዛረብ እንተለኻ ሲ ፖለቲካ እዩ ሓቆም እዮም ብፍላይ ኣብዚ ኣብ ምዕራባውያን ሃገራት መን እዩ ኮንትሮል ዝገብሮ ናይ ኤሌክትሪክ ክንደይ ዋጋ ክንከፍል ከም ዝግባኣና ናይ ማይ ይኹን ገሊኡ ብድጎማ እንዳገበሩ ገሊኡ ብግብሪ እንዳጉደሉ ሲ ነፍሲ ወከፍ ዕለታዊ ናብራና ምስ ፖለቲካ ዝተኣሳሰረ ስለ ዝኾነ ሰብ ፈትዩ ጸሊእ እዩ ብኣፉ ክብል ይኽእል እዩ ኣነ ፖለቲካ ተግዳስነት የብለይን ኣብ ፖለቲካ ግዲ የብለይን ክብል ይኽእል እዩ ግን ሰብ ፈትዩ ጸሊኡ ፖለቲካ እትው እዩ ፖለቲካ ከዓ ከምዚ ዝበዝሕ ሰብ እንታይ ገይሩ እዩ ዝርድኦ ኮይኑ ይስምዓኒ ብፍላይ እዛ ቪድዮ እዚኣ ክገብር ዝደረኸኒ ብዙሕ ሰብ ኣብ ፖለቲካ ተገዳስነት ኣለዎ ግን እንታይ ፖለቲካ መን እዩ ክኸዶ ዘለዎ መን እዩ ክኣትዎ ዘለዎ ብዙሕ ሰብ እታሽ ምኸውን እዩ ድንግርግር ብሎ እዩ ስለዚ ፖለቲካ ዝኾነ ሰብ ዝኾነ ዝኾነ ሰብ ፖለቲካ ግዴታ ኣለዎ ኣብ ፖለቲካ ሲ ምክንያቱ ብዛዕባ ሂወትካ ብዛዕባ ናብራካ ብዛዕባ መነባብሮ ብዛዕባ ማይን ሊችን እንተ ትዛረብ ኣለካ ኮንካ እቶም ፖለቲከኛታት ኣብ ስልጣን ዘለዉ ነቲ ዕዳጋ ስለ ዝውስንዎ ብዓብዪ እቲ ባጤርያ ዝበሃል ፖለቲካውያን እዮም ገንዘብ ሲ መን ይሰርሖ እንተልኩም መንግስቲ ይሰርሖ መንግስቲ ከዓ ፖለቲካ ማለት እዩ ስለዚ ሰብ ፈትዩ ፀሊእ እዩ ኣብ ፖለቲካ እትው እዩ

እንታይ ዝብል ዘሎ ኣብ ጥራዝ ወይ ከዓ ኣብ መፅሓፍ ናይ ፖለቲካ ትርጉሙ ሲ ፖለቲክስ ኢዝ ኣውቶሪቲቭ ኣሎኬሽን ኦፍ ስኬርስ ሪሶርስስ ኢን ጊቨን ኮሚኒቲ ማለት ሲ ፖለቲካ ብዛዕባ ማዕረ ምምቕራሕ ስከርስ ኢልዎ ዘሎ ስከር ሪሶርስስ ኢልዎ ዘሎ ፀጋታት ናይቲ ሃገር መዓድን ክኸውን ይኽእል መሬት ክኸውን ይኽእል መግቢ ክኸውን ይኽእል ብማዕረ ምምቕራሕ ኣብ ሓደ ኮሚኒቲ ወይ ከዓ ኣብ ሓደ ሕብረተሰብ ዘሎስ ብማዕረ ምምቕራሕ እቲ ፖለቲካ ዝበሃል ኢልዎ Simply, politics is who gets what, when, how, and why. ናይ ብሓቂ እንታይ ዝብል ዘሎ ፖለቲክስ ብቅልል ዝበለ ክትርድኦ እንተደሊካ ሲ ፖለቲካ ማለት ሲ ሁ ጌትስ ዋት ዌን ሃው ኤንድ ዋይ ሰብሲ መን እዩ እንታይ ይረክብ እቲ ንብሎ ዘለና ፀጋታት ናይቲ ሃገር ማለት እዩ መን እንታይ ይወሃብ መዓስ

Universities in deciding your tuition, your curriculum, and what we do research on.
ብዓቢ እንታይ ዝብል ዘሎ ፖለቲካ ሲ እቲ ናትካ ቱዊሽን ማለት እቲ ናይ ገንዘብ ዝኽፈል ክኸውን ይኽእል ዋጋ ናይቲ ትምህርትኻ ብነፃ ድዩ ክንደይ ገንዘብ ኢኻ ትኸፍል ኣብ ክንደይ ግዜ ኣብ ብልቓሕ ድዮም ዝህቡኻ ብዝተፈላለየ እቶም ዝውስንዎ መን እዮም እቶም ፖለቲሻንስ ወይ ከዓ ፖለቲካ እዩ ዝውስኖ ካሪክለም ናይቲ ስርዓተ ትምህርቲ ናይቲ ትመሃሮ ዘለኻ እውን እቶም ፖለቲካውያን እዮም ዝውስንዎ ወይ ከዓ ፖለቲክስ እዩ ዝውስኖ ሪሰርች ዝብሎ ዘሎ ከዓ ከምዚ መፅናዕቲ ዝግበር ንኣብነት ሕጂ መን እዩ ዝውስኖ መፅናዕቲ ሲ ብዛዕባ ካንሰር ዲኻ ትገብር ብዛዕባ ኤች ኣይቪ ዲኻ ትገብር ብዛዕባ ዓሶ ዲኻ ትገብር እቲ ዝውስኖ ምክንያቱ እቲ ባጀት ዝህብ ዝበዝሕ ግዜ እቲ መንግስቲ ስለ ዝኾነ ክኽልክለካ እውን ይኽእል እዩ ንኣብነት ሪሰርች ክገብር ደልየልካስ ሰባት ኣኪብካ ኣብዚኣቶም ፈተነ ናይ ሕክምና ክገብር የልካስ ክትገብር ኣይትኽእልን ኢኻ ምክንያቱ እቲ ሕጊ ዘውፅእ እቶም ፖለቲሻንስ እዮም እቲ ብካል ኣዘራርባ ፖለቲካ ነዚ ኩሉ ዘጠቓልል ነገር እዩ

በቲ ሕጂ ክንሪኦ ፀኒሕና ፖለቲካ እንታይ ማለት እዩ ገለ ክንብል ፀኒሕና ፖለቲካ ሲ ኩሉ ነገር ዘጠቓልል ናይ ዕለታዊ ናብራና ብዛዕባ ናይ ትምህርቲ ድዩ ናይ ስድራ ቤት ንርእሱ ኣብ ትምህርቲ ዝግበር ኣብ ዕለታዊ ናብራና ዝግበር ኩሉ ክንሪኦ ፀኒሕና ስለዚስ ብሕፅር ዝበለስ እንታይ ማለት እዩ ኢሉ ክገልፆ ከሎ discussed I would argue politics is everything ያ ናይ ብሓቂ ሓቂ እዩ ክትሪኦ ከለካ ሲ ፖለቲካ ሲ ኩሉ ነገር እዩ ኢሉ ደምዲምዎ ማለት እዩ ብሕፅር ዝበለ ሲ ፖለቲካ ማለት ኩሉ ነገር እዩ ብፍላይ እ፣ ኣብ ዓድና እኮ ኦኬ ገሊኡ ክትሪኦ ከለካ ብሃሰሰ ለባም ትኸዶ ነገራት እዩ ኣብዚ ዓዲ ግን ደሞዝካ ከይተረፈ ሓደ ሰብ ዝተሓተ ደሞዝ ኣብ ኤሮጳ ኣብዚ ዘለኽዎ ዓዲ ኣብ ዓዲ እንግሊዝ ማለት እዩ ዝተሓተ ደሞዝ ክንደይ ክኸውን ኣለዎ ዝስልዖ እቲ መንግስቲ መንግስቲ ማለት ከዓ ፖለቲካ ማለት እዩ ስለዚ ፖለቲካ ንኩሉ ህይወትናን ንኩሉ ነገርን ዘጠቓልል እዩ ኢሉ እዩ ደምዲምዎ ዘሎ ኦኬ
Um, here is a possible ብዛዕባ ፒሳ ምእዛዝን ምስ ፖለቲካን ምትእስሳር ኣለዎ ገለ ዝብል እዚኣ ብጣዕሚ ካብተን ፖለቲካ ገለ ኢለ ክርኢ ከለኹ እተን ዝፈትዋ ኣብነት ገይሮም ዘምፅዋ ኣብ ብዙሕ እዮም ዘምፅዋ ፖለቲካን ፒሳ ምእዛዝን ብኸመይ ተኣሳሰር ወይ ከዓ ብቕልል ዝበለ ብኸመይ ገልፅዎ ክንሪኦ ኢና

ነቲ ታሽም መቐረት ክህልዎ እንታይ ከም ዝብል ዘሎ ክነግረኩም እየ እንታይ ዝብል ዘሎ ካባኻትኩም ሲ ሓሙሽተ ኮንኩም ዲኹም ወይ ትሕቲኡ ዝኾነ ፒሳ ኣዚዝኩም ትፈልጡ ዶ ይብሎም ኣሎ
እንተ ደኣ ብጉሩብ ኮንኩም ክልተ ወይ ካብ ክልተ ንላዕሊ ኮንኩም እንተ ደኣ ፒሳ ክትእዝዙ ደሊኹም ሲ እንታይ ምዝራብ ሲ ብምንታይ ኹም ትጅምሩ ኢሉ ይሓቶም ኣሎ ነቶም ተምሃሮ እዚ

ኦኒዮንስ ይብሎ ኣሎ ቃንጥሻን ሽጉርትን ሓበሻ እኮ ኣይ ቲንክ ሽጉርቲ ዝፈቱ የለን ኣብዚ ዓዲ ከስሕቀኩም ሲ ኣብ ሊድስ ዓዲ እንግሊዝ እየ ዝቕመጥ ኣብ ሊድስ ኣለዉ ኩርድሽ ኣለዉ ክትከዶም ከለካ እቶም ሓበሻ ሽጉርቲ ከም ዘይንበልዕ ስለ ዝፈልጡ ኖ ሽጉርቲ ኢሎም ብትግርኛ እዮም እውን ዝነግሩኻ ስለዚ ሓበሻ ተኮይና ኦኬ ደሓን ክንሰማማዕ ንኽእል ኢና Onion, sausage, pepperoni, basically everything but the kitchen sink. Yeah, he is funny. እ፣ እንታይ ዝብል ዘሎ ምክንያቱ ዝተፈላለየ ፔፐሮን ይብልዎ ኣለዉ ፔፐሮን ሲ እዚ ስጋ ፀፊሕ ስጋ ማለት እዩ ብዝተፈላለየ ክስራሕ ክእል ብችክን ክኸውን ይኽእል ብስጋ ክኸውን ይኽእል ብሓሰማ ዝተሰርሐ ክኸውን ይኽእል ከቢብ እ፣

እንታይ ዝብል ዘሎ እንተ ክትሓስቦ ከለካ በቲ ሓደ ወገን ሲ ናይ ብሓቂ ተኣሽሙ እዩ ልዕሊ ክልተ ሰብ ኮንካ እንተ ፒሳ ትእዝዝ ኣለካ ኮንካ ብፍላይ ከም ዝብሎ ዘሎ ብሓሙሽተ ሰባት ኮንካ ትእዝዝ እንተለካ እቲ ሓደ ቃንጥሻ ዝደሊ ኣሎ እቲ ሓደ ችክን ዝደሊ ናይ ደርሆ ስጋ ዝደሊ ኣሎ ገሊኡ ናይ በጊዕ ስጋ ገሊኡ በርበረ ዘለዎ ገሊኡ በርበረ ዘይብሉ ዝተፈላለየ ስለዝኮነ

ብፒሳ ዋላ እንተርኢናዮ ሲ ሓሙሽተ ሰብ ኮንካ እንተ ፒሳ ትእዝዝ ኣለኻ ኮንካ እዚ ንብሎ ዘለና እቲ መሰረታዊ ነገር እዩ እንታይ ኢኻ ትበልዕ ሽጉርቲ ዘለዎ ዲኻ ትደሊ ቃንጥሻ ዘለዎ ዲኻ ትደሊ ናይ በጊዕ ስጋ ዲኻ ትደሊ ናይ ደርሆ ስጋ ገለ እንዳበልካ ምርጫታት ኣሎ ኣብ ርእሲ እዚ ከማን እብሎም ኣለዉ ማለት እዩ ክንዲ ምንታይ ግዝፊ ናይቲ ፒሳ ኢኻ ትደሊ? ርጉድ ዝበለ ዲኻ ቅጥን ዝበለ? ክንዲ ምንታይ ሳይዝ ፎርቲን ኢንች፣ ዓሰርተ ኣርባዕተ ኢንች፣ ዲኻ ትደሊ? ዓሰርተ ሽዱሽተ ኢንች ዲኻ ትደሊ? ዓሰርተ ሓደ ኢንች ዲኻ? ገሊኦም ብዙሕ ዘይበልዑ ኣለዉ፣ ገሊኦም ብዙሕ ዝበልዑ ኣለዉ። ሕጂ እዚሲ ኖገሸይት ምግባር ወይ ከኣ ትዳራደር ነንሕድሕድካ ማለት እዩ ትዳራደር እቲ ሓደ ዝደልዮ እሞ ከምዚ ንግበር ኢልካ ሲ ናይ ብሓቂ ክትሪኦ ከለካ ኣብ ፖለቲካ እውን ከምኡ እዩ or how many we're going to get or whatever the case may be ክንገዝእ ወይ Hey guys, before we watch ያ እዚኣ ሓቂ ትሓሽ ካብተን ሂዝ ፋኒ ዲስ ጋይ ኩሉ ከምዚ ተዋስኦ ገይሩ እዩ ዘምፅሖ ንኣብነት ሕጂ ሲ እታ ክብላ ፀንሐቲ መምህር ነቶም ተምሃሮ ዩኒቨርሲቲ እቲ ፖለቲካ እንታይ ምዃኑ ብፒሳ ምእዛዝ ገይሩ ከረዶም ፀንሐ እዚ ወዲ ከዓ ብካሊእ መልክዕ ገይሩ ኣምፅኦ ኣሎ ኣብ ፖለቲካ እንተ ኣብ ቪድዮ ኣብ ዩትብ ብዛዕባ ፖለቲካ ልካ ተርእኻ ዝበዝሕ ግዜ ክገልፅዎ ከለዉ ከምዚ ይቕሬታ ናብ ሃይማኖት ከይኣቱ እምበር ብዛዕባ ስላሴ ኣብ ክርስትና ክገልፅዎ ከለዉ ምስ ፀሓይ ፀሓይ ኣላ ብርሃን ኣለዎ ምቆት ኣለዎ ጩራ ኣለዎ ኢሎም ምስ ትሪኒቲ ዘተኣሳስርዎ ዋላ ጻዓዱ ብኸም እዮም ዘተኣሳስርዎ ፖለቲካ ከዓ ዝበዝሕ ግዜ ሰብ ንኸረድእ ኢሉ ብፒሳ ምእዛዝ እዩ ዘብል ናይዚ ወዲ ክንሰምዖ ኢና We watch a movie.
Uh, do you want to order some pizza? Yeah, yeah, let's do that. Yes.
እንታይ ይብሉ ኣለዉ እቲ ብዲሞክራሲ ዝምራሕ ሰብ ቅድሚ እዛ ፊልም ምርኣይናሲ ፒሳ ክንእዝዝ ዶ ኢሎም ኩሎም እቲ ሞናርክ እዚ ንሪኦ ዘለና ብንግስነት ዝምራሕ ይኹን እቲ ውልቀ መላኺ ይኹን እቲ ኮሚኒስት ዴሳዊ ስርዓት ዝኽተል ይኹን ኩሎም ፒሳ ደልዮም ኣለዉ ኦኬ ኦኬ ተባሂሎም ኣለዉ ብኸመይ እዮም ክኸድዎ እስከ ንረኢ Yes. Good idea. Okay, well, uh, what do people prefer? I mean, margarita, pepperoni, they're pretty popular. We're getting. እንታይ ከም ትደልዩ ማርገሪታ ዲኹም ብፋርማጆ ድዩ ዝበሃል ቺዝ ብፋርማጆ ዝስራሕ ዲኹም ትደልዩ

ባርቤኪ ቺክን ኤንድ መሽሩም እየ ዝደሊ ምክንያቱ ንሱ ስለ ዝፈቱ እዚ ዲክታተር ሕጂ ዝበሃል ዘሎ እንታይ እዩ ዝብል ዘሎ በቃ ብናይ ደሮ ስጋን ቃንጥሻን ዘለዎ ፒሳ እሱ ስለ ዝፈቱ እሱ ኢና ንእዝዝ ዘሎ Oh, well, I was thinking we should put it to a vote. እዚ ብዲሞክራሲ ዝምራሕ ሰብ ከዓ እንታይ ዝብሎ ዘሎ ኣብ ምርጫ ክንኣቱ ኣለና መስለኒ ንምረፅ እንታይ ከም ንደሊ
እዚ ዲክታተር ካ ቮት እዩ ንብል ኣሎ ምርጫ ከዓ ርእሰይ ከይትሕመኒ ከምዛ እንታይ ኢልዋ ዓምና ኣብ ኤርትራ ዲሞክራሲ ዝፅበይ ተሎስ ናብ ወርሒ ይኽድ ኢልዋ ሕጂ ከዓ እዚ ከዓ ዳርጋ ናብ ወርሒ ክይዱ ክብለና ይመስለኒ ዝመስል ዘሎ

ዘይበሰለ ዝበዝሕ ግዜ ኣብ ጃፓን ገለ እዮም ዘዘውትርዎ ሕጂ ኣላርኪ ከ እንታይ ካ ትደሊ ፒሳ ንእዝዝ ኣለና እሞ እንታይ ካ ትደሊ ኢልዎ እሱ ዝፅበይ ዘሎ ከምዚ ዓይነት ፒሳ ደልየ እቲ ኣናርኪ ዝበሃል ግን እቲ ኣናርኪ ዝበሃል ከምዚ ስርዓት ኣልቡነት እንዲ ግን ከምዚ ናይ ፖለቲካ ፊሎዞፊ ኮይኑ እንታይ ዶም ገሊኦም ዝኣምኑ ኣለዉ ሰብሲ ኣብ ላዕሊ ሓደ መንግስቲ ንኩሉ ዝቋፃፀር ኣየድልይን እዩ ከምዚ ሕብረተሰብ ወይ ኮሚኒቲ ኣብ ሓደ ኩሎም ተኣኪቦም ሓደ ሰብ በቢ ኮሚኒቲኡ ወይ ከዓ በቢ ዘለዎ ከባቢ ሓደ ሰብ መሪፆም ከመሓድሮም ይኽእሉ እዮም ማእኸላይ መንግስትስ ኣይቅበሉን እዮም እዞም ኣናርኪ ዝበሃሉ ሕጂ ዝበዝሕ ግዜ ኣብ ብዙሕ ኣለዉ ከምዚ ዶብ ኣብ መንጎ ሃገራት ኣየድልን እዩ ገለ ዝብሉ ሰባት እዮም ማለት እዮም ስለዚ ኣናርክ እንታይ ዝብ ዘሎ ሱሺ ወይ ከዓ ዘይበሰለ ስጋ ዓሳ እየ ዝደሊ ሱሺ No, we're ordering pizza. I want sushi.
What's with this guy? I think we should all get the same. Okay.
ኮሚኒስት ከዓ እንታይ ዝብ ዘሎ እንታይ ከረድእ ደልዩ ኮሚኒስት እንታይ እዩ ኣናርክ እንታይ እዩ ዲሞክራሲ እንታይ እዩ ኢሉ እዩ ከረድእ ደልዩ ዘሎ ስለዚ ዲክታተርሽፕ እንታይ እዩ ኢሉ ዘረድእ ዘሎ እዚ ኮሚኒስት ዝበሃል ወይ ስርዓት ደስነት ንብሎ ብትግርኛ ማለት እዩ ዝበዝሕ ግዜ ከምዚ ኣብ ስልጣን ክመፁ ከለዉ ብሰውራዊ እዮም ብሰውራ ገለ ብሰውራዊ ቃልሲ እዮም ዝመፁ ዝበዝሕ ግዜ እቲ እዚ ኮሚኒስት ወይ ስርዓት ደስነት ናይ ቁጠባ ናይ ፖለቲካን ናይ ማሕበራዊ ናብራን ፍልስፍና ኮይኑ እንታይ እዮም ዝብሉ ፀጋታት ናይቲ ሃገር መሬት ክኸውን ይኽእል መግቢ ክኸውን ይኽእል ዝተፈላለየ ፀጋታት ናይቲ ሃገር ዘሎ ብማዕረ ትምቀሎ ኢሎም እዮም ዝኣምኑ ዝበዝሕ ግዜ ካረል ማርክስ ዝበሃል ራሻውን መን እቲ ካልኣ እዩ ቭላድሚር ሌኒን እቲ ካረል ማርክስ ዝበሃል ብቲዮሪ ወይ ከዓ ብፅሑፍ ኮሚኒዝም ዝበሃል ፅሒፉ እቲ ቭላድሚር ሌኒን ከዓ ኣብ ተግባር ኣውዒልዎ ንመጀመርታ ግዜ ማለት እዩ ሌኒን ቭላድሚር ሌኒን ኣብ ተግባር ኣውዒልዎ ግን ኣብሶሉት ኮሚኒዝም ክሳብ ሕጂ ኣብ ዓለም ኣይተረኣየን ዘሎ ከምዚ ኣብሶሉት ኮሚኒዝም ማለት በቃ ፍጹም ዝኾነ ስርዓት ዴስነት ኣብ ዓለም ክሳብ ሕጂ ይተረኣየን ምክንያቱ ስቲልሲ እቲ በቲ ሶም ዝኣምንዎ ማለት እዩ ኮሚኒዝም ዝኣምኖስ ኩሉ ሰብሲ ማዕረ ገንዘብ ማዕረ ገዛ ማዕረ ኩሉ ነገር ክህልዎ ኣለዎ ኢሎም እዮም ዝኣምኑ ግን ክሳብ ሕጂ ኣይተገብረን ዘሎ
እንታይ ዝብሎ ዘሎ
ዝሓለፈ ግዜ ከምኡ ኢልካ ብማዕረ ኩላትና ማዕረ ሓደ ዓይነት ንኣዝዝ ኢልካ መወዳእትኡ ግን ባዕልኻ ሓይዝካዮ እዩ ዝብሎ ዘሎ ናይ ብሓቂ ክትሪኦ ከለካ በዓል መን ኣሎ በዓል ናይ ራሻ ፕሬዚደንት ቭላድሚር ፑቲን ኮሚኒስት ዓይነት ካንትሪ እዮም ግን ዝበዝሕ ግዜ ዋላ ብማዕርነት ከንብርዎ ነቲ ሰብ እንተደለዩ ንሳቶም ግን እቲ ዝበዝሕ ፀጋ ናይቲ ተኣሽሙ ፀጋታት ናይቲ ሃገር ወይ ከዓ ነቲ ገንዘብ ናይቲ ሃገር ኣብ ኢዶም እዮም ዝሕዝዎ እንታይ ኢሉ ዝዛረቦ ዘሎ ሕጂ ዝሓለፈ ግዜ ብማዕረ ኩላትና ንማቐሎ ኢልካ መወዳእቱ ግን ንበይንኻ ኢኻ ጠርኒፍካ እዩ ዝብሎ ዘሎ
ፋሽስት ኸዓ
ፋሽዝም ከዓ እንታይ ዝብል ዘሎ እንታይ ከም ዘይንደሊ ካብ እንታይ ኹም ትደልዩ ትብለና ሲ መን እንታይ ዘይደሊ ንዘራርብ እዩ ዝብል ዘሎ ፋሽዝም ከዓ እቲ ፖለቲካ ፍልስፍና ኮይኑ ዝበዝሕ ግዜ ከምዚ ውልቀ መልክነት ዘለዎም ከምዚ ሃገራውነት ልዕሊ ሰብ ይርእይዎ ማለት እዮም ካብ ሰብሲ እቲ ሃገር ይዓቢ ኢሎም እዮም ዝሓስቡ ፋሽስት ዝበሃሉ ሰባት በዓል መን ኣለዉ ሜይቢ ያ ሂትለር ሂትለር ኣሎ ሚሶሊኒ እዚኣቶም ፋሽስት ዝበሃሉ ኮይኖም ዝበዝሕ ግዜ ብፕሮፓጋንዳ ሚሊታሪ ዲፕሎማሲ ምስ ዓለም ብጣዕሚ ዝሑል ዝኾነ ወይ ከዓ ትሑት ዝኾነ ዲፕሎማሲ ዘለዎም እዮም ስለዚ እንታይ ፎካስ ዝገብሩ እንታይ ኣይንደሊን ወይ ከዓ እንታይ ዘየድሊ ኣብዚ ሃገር ኣብነት ናይ ብሓቂ እዚ ኣምፅዋ ዘሎ ሲ ኣብ ጀርመን ሂትለር ማለት እቲ ናዚ ዝበሃል ፓርቲ ፓርቲ ባይዘወይ እቲ ናዚ ዝበሃል ፓርቲ እንታይ ኢሎም እዮም ዝኣምኑ ነይሮም ዝበዝሕ ፀጋታት ናይ ጀርመን ወይ ከዓ ሃብቲ ናይ ጀርመን በቶም ኣይሁድ ወይ ከዓ በቶም ጅውሽ ስለ ዝተባሕተ ነቶም ጅውሽ ኣየድልዩናን እዮም ኢሉ እዩ ክሳብ ሽዱሽተ ሚልዮን ዝኣኽሉ ኣብ ካልኣይ ኩናት ዓለም ቀቲልዎም ማለት እዩ ስለዚ ፋሽዝም እሱ እዩ ግን ኩሉ እዚ ግን ከምዚ ሕማቕ ማለት ኣይኮነን ሕማቕ ማለት ኣይኮነን ክብለኩም ከለኹ ሲ ከምዚ ፋሽዝም ኣሎ ኮሚኒዝም ኣሎ ዲሞክራሲ ኣሎ ዝተፈላለየ ናይ ፖለቲካ ፍልስፍና እዩ ስለዚ እሶም እንታይ ኢሎም እዮም ዝሓስቡ በቲ ዝነበረ ተፈቲኑ ፋሽዝም ግን ውፅኢታዊ ኮይኑ ስለ ዘይተረኽበ ኣብ ዓለም እምበር ሰብሲ ተጠርኒፉ ክነብር ምስ ጀመረ ዝተፈላለየ ፍልስፍና ናይ ፖለቲካ ኣምፅኦም እዮም ክነብሩሉ ዝፍትኑ ፋሽዝም ከዓ ከም ዝብለኩም ዘለኹ ዝበዝሕ ግዜ ልዕሊ ሰብ ሃገራውነት ይኣምን ሚሊታሪ ዝዓበየ ይኸውን ዲፕሎማሲ ብዙሕ ምስ ካልኦት ሃገራት ኣይኮነን ምክንያቱ ሃገራውነቱ ስለ ዘቐድም ወይ ከዓ ናይቱ ሃገር ቀዳምነት ስለ ዝገብር ማለት እዩ ስለዚ ኩሉ እዚሲ ፍልስፍና ናይ ፖለቲካ ይምበር ከምዚ ፋሽስት ኢልካ ፀርፊ ገለ ተቐይሩ እንዲ ሎሚ ቀደም ግን ፍልስፍና ናይ ፖለቲካ እዩ ነይሩ። Poineapple! That sort of thinking is not helpful. There's no room for poineapples on this piece. ፓይናፕል ኣይ ዶንት ኖ ትፈትዎ ዲኹም ዋላ እንታይ ኢኹም ፓይናፕል ዝብሎ ዘሎስ ኣ፣ እንታይ እዩ ኣናናስ ዲና ንብሎ ሓድሽ ከምዚ ኣብ ዝሓለፈ ዓመታት ኣብ ፒሳ ፓይናፕል እ፣ ብዙሕ ኣብ ትራይድ ፈቲነየ ነይረ ግን ብዙሕ መቐረት ዘለዎ ኮይኑ ይስምዓኒ ምክንያቱ እቲ ኣናናስ ብጣዕሚ ሽኮራዊ ከምዚ እንታይ ሽሙ እንታይ ዝበሃል ኣይ ዶንት ኖ ገረብ ናይ ሰይጣን ገሌም ዝብልዎ ከማን ምክንያቱ ኣሸኽ ዓይነት ስለ ዝኾነት ናቱ ቅራፍ ማለት እዩ ኣፒሳ እንታይ ሽማ ኣናናስ ኣየድልየናን እዩ ድዩ ዝዛረብ ዘሎ ፋሽዝም ከ Pizza. Okay, moving on. One will have a plain margarita with caviar, lobster, while
ኣሰይ ድዮም ዝብሉ እዚ ናይ ኤርትራ ተተረኽበ እዚ ሞናርክ ዝበሃል ዘሎ ከዓ ከምዚ ብንግስነት ዝመሓደሩ ማለት እዮም ዝበዝሕ ግዜ ብፍላይ ኣብቲ ናይ ቀደም እንታይ ኢሎም እዮም ዝኣምኑ ነይሮም ሰብሲ ንጉስ ዝኸውን ካብ እግዚኣብሄር ዝተዋህቦ ዲቫይን ጸጋ እዩ ኢሎም እዮም ዝኣምኑ ነይሮም ስለዚ ኣብ ብታሽ ብናይ ንግስነት ዝመሓደረ ሃገራት እንታይ ኢሎም እዮም ዝኣምኑ ካብ እግዚኣብሄር ዝተዋህቦ ጸጋ ስለ ዝኾነ እሱ እንተሞይቱ ናብ ደቁ ናብ ደቂ ደቁድ ኣብ ደቂ ደቁ እንዳበለ ዝሰግር እዩ ዝበዝሕ ግዜ ከዓ ንሱ ንበይኑ ንኩሉ ነገር ይቆፃፀሮ ማለት እዩ ተደልዩ ሰብ ቀትል ተደልዩ መሬት ህብ ተደልዩ መሬት ባዕሉ ወስዶ ስለዚ እዚ እውን ፍልስፍና ናይ ፖለቲካ ዝተገብረ ክሳብ ሕጂ እውን ዝግበር ዘሎ እዩ ንኣብነት ሕጂ ኣብ ክርስትና ክኸውን ክኽእል ወይ ኣብ ዝተፈላለየ ዋላ ኣብ ምስልምና እውን ብንግስነት ብሃይማኖት ተመሲሎም ዝመፁ መራሕቲ ኣብ መፅሓፍ ቅዱስ ይኹን ዋላ ኣብ ቁርኣን ትረክብ ኢኻ ስለዚ ሞናርክ ዝብሎ ዘሎ ብናይ ንግስነት ስርዓት ፖለቲካ ዝመሓደሩ ማለት እዮም Wild boar truffles.
Okay, I don't think they have any of that. But I እንታይ ዝብሎ ዘሎ ዋ፣ ንጉስ ተኾንካ ሓቂ እዩ እንታይ ዝብሎ ዘሎ እ፣ እዚ እንታይ ዝበሃል ትሮፍል ማለት ዝኸበረ ቃንጥሻ ኣብ በዓል ኢታሊ ገለ ዘሎ እዩ እቲ ካቪያር ዝብሎ ዘሎ ከዓ እንቃቑሖ ናይ ዓሳ ኣብ ውሽጢ ከብዶም ከሎ እቲ እንቃቑሖ ክፈሪ ከሎ ፍቲ መጀመርታ ካብ ከብዶም ቀዲዶም ኣውፂኦም ብማንካ በልዕዎ ኣይደኖ ክንደይ ዋግኡ ክሳብ ከምዚ ንሓንቲ ማንካ እዛ ናይ ሽኮር ማንካ ሲ ክሳብ ርግፀኛ ኮንኩን ግን ክሳብ 200 ዶላር በፅሕ ይኸውን እዩ ስለዚ እንታይ ዝብል ዘሎ እንታይ ዓይነት ፒሳ ኢኻ ትደሊ ተበሎ ካቪያር ንድ ትራፍል ዝብሎ ኣሎ ትራፍል ዝበሃል ዝኸበረ ቃንጥሻ ወይ ከዓ መሽሩም ኣብ በዓል ኢታሊ ዝበቁል መግቢ ማለት እዩ ኣብ ኣምታይ ኣብ ፓስታ ኣብ ገለ ኣብ ዝተፈላለየ ዝእትዎ ይቕሬታ ዘረባ የብዝሕ እንተለኹ ኣብ ትራይ ቱ ኤክስፕሌን ከምዚ

ዲክታተር ኣይተቐየረን ዘሎ ምክንያቱ እንታይ ዝብል ዘሎ በቃ እንድዒ እንታይ ከም ዝደሊ ኣይፈለጥኩን ዘለኹ በቃ ባርቤኪ ችክን ኤንድ መሽሩም ዘይንበልዕ እዩ ዝብሎም ዘሎ ባርቤኪ ማለት ከም ዝተጠብሰ ዝተጠብሰ ስጋ ደርሆ ማለት እዩ ዝተጠብሰ ስጋ ደርሆ ዘይንበልዕ Just say, ይብሎም ኣለዉ oh no, barbecue chicken and mushroom. We can't have chicken today. Why not?
የ- እዚ ናይ ብሓቂ ክትሪኦ ከለካ ኣብ ፖለቲካ Barbecue chicken and ዝተፈላለዩ mushroom. ኣሽሙ We can't have chicken! እዚ ቲዮክራሲ ኢልዎ ዘለዎ እንታይ እዩ? ቲዮክራሲ ከዓ ናይ ምሕደራ ወይ ከዓ ናይ ፖለቲካ ፍልስፍና ኮይኑ ብሃይማኖት ዝምራሕ ስርዓት ወይ ከዓ ብሃይማኖት ዝምራሕ ሃገር ክኸውን ይኽእል እዩ እዚ ቴዎክራሲ ኢልዎ ዘሎ ሃይማኖታዊ ስርዓት ማለት እዩ ዝበዝሕ ግዜ እንታይ ዝብሎ ዘሎ ዊካኖት ሃቭ ቺክን ኢሉ እዩ ዝዛርቦ ዘሎ We can't have chicken today. Why not?
ሎማዓንቲ ስጋ ደርሆ No ይበልዕን ኢና ብሎ Chicken on Wednesdays.
No ሮብዕ ምድሪ ሓቂ እዩ ሮብዕ ምድሪ ሲ ቺክን ክትበልዕ ደሊኻ ወይ ስጋ ደርሆ ክትበልዕ ደሊኻ እብሎ ኣሎ ስለዚ እቲ ቲዮክራሲ ዝበሃል ብሃይማኖት ዝመሓደር ስርዓት ፖለቲካ ኮይኑ ዝበዝሕ ግዜ ካብ ክርስትና ካብ መፅሓፍ ቅዱስ ክኸውን ይኽእል ካብ ቡድሂዝም ክኸውን ይኽእል ካብ እምነት ምስልምና ክኸውን ይኽእል ካብ ዝተፈላለዩ ኣለዉ ንኣብነት ሕጂ እዚ ሸሪዓ ገለ ዝበሃል ኣብ በዓል ስዑዲ ንሪኦ ዋላ ኣብ በዓል ኣፍጋኒስታን ንሪኦ እቲ ብቲዮክራሲ ስለ ዝመሓደሩ ማለት እዩ ብከፊል ሲ ብሃይማኖታዊ እውን ስለ ዝመሓደሩ ማለት እዩ ዳስዋይ ኢድካ ክትቁረፅ ኣለካ ዋላ ኣብ ቀደም ኣብ መጽሓፍ ቅዱስ እንተ ርኢኹም እቲ ሕጊ ናይ ኦሪት ዝነበረ ዓይንኻ ዘንቁረካ ዓይኑ ተንቁሮ ኢድካ ተቆሪፅካ ኢዱ ተቆርፆ ዝብል ሕጊ እዩ ነይሩ ስለዚ እዚ ስርዓት ፍልስፍና ብሃይማኖት ወይ ከዓ ቴዎክራሲ ተባሂሉ ይፅዋዕ ማለት እዩ ግሪን ፔፐርስ ኢዘር ግሪን ፔፐርስ ከማን ኣይፍቀድኒ እዩ ዝብሎም ዘሎ ቀጠልያ እንታይ ዝበሃል ባርበሮ ንክኸውን ይኽእል ወይ ጉዕ

ናቶም ዝዛርብዎ ዘሎ ሓደ ሰብ እዩ ባይ ወይ ከምዚ ድራማ ገለ ዓይነት ዝሰርሕ ዘሎ ክትሪኦ ከለካ ግን ናይ ብሓቂ እቲ ፖለቲካ ዝበሃል ዋላ ኣብዚ ንነብሮ ዘለና ግዜ ሰብሲ በቃ እስኻ እንታይ እዩ ገለ ኢልካ ተዘራሪብካ ንኩላትካ ዘይጎድእ ነገር ንኩላትካ ከዓ ዘየርብሕ ነገር ኣብ ፖለቲካ ግን ግዴታ ገሊኦም ሰባት ተጠቀምቲ ክኾኑ እዮም ገሊኦም ተጎዳእቲ ክኾኑ እዮም ማለት እዮም ኣብዚ ንነብሮ ዘለና ዓለም ንኩሉ ሰብ ክትዕግብ ኣይትኽእልን ኢኻ ንኩሉ ከዓ ክትጎድኦ ኣይትኽእልን ኢኻ ገሊኦም ክህፍትሙ ከለዉ ብሰንኪ እቲ ዝወፀ ፖሊሲ ወይ ከዓ ብሰንኪ እቲ ዝወፀ ሕግታት ኣብቲ ሃገር ገሊኦም ክደኽ እዮም ገሊኦም ከዓ ክህፍትሙ እዮም ማለት እዮም
እዚኣ ሚሊታሪ ጁንታ ትብል ዓል ርእሰይ ኣይደኖ ስኻትኩም እታ ጁንታ ትብል ሲ ኣምሓርኛ እዩ ዝመስለኒ ነይሩ ብፍላይ ኣብዚ ናይ ኣንፎርችነትሊ እዚ ናይ ኩናት ኣብ መንጎ ክልል ትግራይን ፈደራል መንግስቲ ኢትዮጵያን ዝነበረ ብዙሕ ግዜ ጁንታ ጁንታ ገለ ኢሎም ምፅውዑ ነይሮም ኣነ ኣምሓርኛ ትመስለኒ ነይራ እታ ጁንታ ትብል ግን እንታይ ማለት እዩ ሓደ ሰብ በዓል ስልጣን ኣብ እንታይ ሽሙ ኣብ ሚሊታሪ ወይ ኣብ ውትህድርና ፀኒሑ ብሓይሊ ስልጣን ክሕዝ ከሎ ሚሊታሪ ጁንታ ወይ ከዓ ጁንታ ተባሂሉ ይፅዋዕ ጁንታ ማለት ሕጂ እንታይ ማለት እዩ ሓደ ሰብ ኣብ ውትህድርና ፀኒሑ እዩ ብሓይሉ ነቲ ስልጣን ዘሎ ሰብ ኣልዩ ንርእሱ በዓል ስልጣን እንተኮይኑ ጁንታ ተባሂሉ ይፅዋዕ ስለዚ

ቀዳማይ ሚኒስተር ዝኸውን ገሊኦም ዝመርፁ ኣለዎ ኣብ ዓዲ እንግሊዝ ኣብ ዘለኽዎ ክልተ ግዜ ገለ ኸውን መሪፀ ኣለኹ ኣባና ግን እቶም ውድባት ኢኻ ትመርፅ ፓርቲ ኢኻ ትመርፅ እቲ ናይቲ ፓርቲ መራሕ ዘሎ ንኣብነት ሕጂ ኣብዚ ሌበር ዝበሃሉ ኣለዉ ኮንሰርቫቲቭ ኣለዉ ግሪን ፓርቲ ዝበሃሉ ኣለዉ ሊበራል ዲሞክራሲ ዝበሃሉ ኣለዉ ዝተፈላለዩ ፓርቲ ኣለዉ

ብንግስነት ዝምራሕ ሰብ ቪቶ ዝበሃል ከምዚ ዓብላሊ ድምፂ ክህልወካ ማለት እዩ ኣብዚ ናይ ዩኤን ሓሙሽተ ሃገራት ቪቶ ፓወር ዘለወን ኣለዋ ኣይ ቲንክ ኣሜሪካ ዓዲ እንግሊዝ መጀመርታ ነይረን ብድሕሪኡ ኣሜሪካ ንቻይና ኣምፅኦሞም ራሽያ ከዓ ነይራ ራሽያ ኣሜሪካ ዓዲ እንግሊዝ ፈረንሳን ቻይናን ኣለዋ እዘን ሓሙሽተ ኣብ ዝኾነ ከምዚ ምርጫ ኣብ ውድብ ሕቡራት ሃገራት ኣብ ዝግበር ነገር ንኣብነት ሕጂ ንዕራቅ ክወርዋ ከለዉ ድዮም ንቃዛፊ ካብ ስልጣን ክኣልዩ ከለዉ ካብቶም ሓሙሽተ ኩለንተን ሃገራት ዝሳተፋ እንዴን ኣብቲ ምርጫ ካብቶም ሓሙሽተ ሓንቲ ሃገር ኖ እንተኢላ ግን ቪቶ ፓወር ዝለዓለ ስልጣን ወይ ከዓ ዝለዓለ ድምፂ ስለ ዘለዎም ሓደ እኖ ተኢለን

ወይ ማርገሪታ ወይ ፔፐሮኒ ክሳብ ሕጂ ኩሎም ኣይተቀየሩ ምክንያት በብቲ ሓሳቦም ንሶም ፅቡቅ ኣለዉ ኢሎም እዮም ዝሓስቡ ስለዚ ኣብ ፖለቲካ ከነስተውዕሎ ዝግበኣና ነቲ ንዓኻ ዝጠቅመካ ነገር ጥራሕ ሰብ ነቲ ንዑ ዘርብሖ ነገር እዩ ክቃለስ ዘለዎ ግን ንዓይ እዚኣ ጥራሕ ተርብሓኒ ብኣየ ዝኸይድ ኢልካ ምንቃፅ ከዓ ክኸውን ኣይክእልን እዩ ምክንያቱ ንዓኻ ክርብሓካ ክእል ንካልእ ሰብ ከዓ ዘየድልዮ ወይ ዘይጠቕሞ ክኸውን ይኽእል እዩ ስለዚ ኣብ ፖለቲካ ምስትውዓል የድልየና ልዕሊ ኩሉ ግን እቲ ፖለቲካ ዝብል ኣምር ብጣዕሚ ቀሊል ነገር እዩ ሃገራት ኣለዋ እቲ ፍልስፍና ናይ ምምሕዳር ናይ ዓለም ዝተወሰነ እዩ ሕጂ ዝበዝሕ ሰብ እቲ ዲሞክራሲ ዝበሃል እቲ ዲሞክራሲ ማለት ሲ ስልጣን ናብ ህዝቢ ዘመሓላልፍ እዩ ስልጣን ናብ ህዝቢ እንታይ ማለት እዩ ወከልቶም መሪፆም ኣብ ፓርላማ ሰዱ እቶም ኣብ ፓርላማ ዘለዉ ከዓ ካብ ህዝቢ እዮም ታሽም ዝረኽቡ ማለት እዮም ሓበሬታ ካብ ህዝቢ ረኽቡ ካብ ብህዝቢ ይውቀሱ ናይ ህዝቢ ጠለብ እዮም ከዓ ከማልኡ ኢሎም ናብ ፓርላማ ዝኸዱ ማለት እዮም ስለዚ ኣብተን ዲሞክራሲ ዝመሓደራ ዘለዋ ሃገራት ናይ ህዝቢ ወኪል ኮይኖም እዮም ናብ ፓርላማ ዝኸዱ እቲ ዝሓሸ እንተኣሽቡ ዘሎ ሕጂ ኣብ ዓለምና እቲ ብዲሞክራሲ ዝመሓደር ሃገራት እየን ግን ስቲል ከምዚ ዲሞክራሲ ክበሃል ከሎ ኣብሶሉት ዲሞክራሲ ወይ ከዓ ፍፁም ዲሞክራሲ ዝበሃል የለን ኣብ ዓዲ እንግሊዝ ሕጂ እንተሰሪሕካ ደሞዝ ኣለካ ደሞዝካ ባዕልካ ኣለካ ገዛ ክራይካ ትኸፍል ገለ ትኸፍል ማለት እዩ ደሞዝ እንተዘይብልካ ግን እንታየን ዝገብራ ክሳብ ስራሕ ትረክብ ስራሕ ተዘይብልካ ማለት እዩ ክሳብ ስራሕ ትረክብ ወይ ብሕማ ምክንያት ዲካ ደቂ ኣንስትዮ ቆልዓ ስለ ዝወለዳ ድን ወይ ገለ እንታይም ዝገብሩ እቲ ሶሻል ዝብልዎ በዓል ኤሮፓ ወይ ከዓ ንኣባና ጆብ ሰንተር ዝበሃል እቲ ተኣሽሙ በነፊት ማለት እዩ ሓገዝ ዝወሃበካ እቲ ሓገዝ ሕጂ ካብ ምንታይ ዘምፅዎ እዩ እንተልካ ካብ ኮሚኒዝም ዘምፅዎ እዩ ወይ ከዓ ካብ ሶሻሊዝም ብፍላይ ካብ ሶሻሊዝም ዘምፅዎ እዮም ስለዚ ከምዚ ኣብሶሉት ዲሞክራሲ ዝበሃል የለን ኣብሶሉት ሶሻሊዝም ዝበሃል የለን ኣብሶሉት ኣሽሙ የለን ምክንያቱ እንታይ እዮም ዝገብሩ ካብ ሶሻሊዝም ገለ ነገር እዚ በነፊት ዝብል ወይ ከዓ እዚ ስራሕ ጠጠው ተልካ ገንዘብ ዝህበካ መንግስቲ

እንታይ ዝብል ዘሎ እቲ ሞናርክ ወይ ከዓ እቲ ብንግስነት ዝመሓደር ንጉስ በቃ ሞ ፒሳ ተዘየልዩ ደኣ ኬክ እንታይ እዛ ዕላል ትፈልጥዋ ዲኹም ከምዚ ኣብ ሓደ ዓዲ ሲ ጓል ንግስቲ ተሰሪዖም ሪኣቶም ብዙሓት ሰባት ኣብ ድኳን ተሰሪዖም ሪኣቶም ሲ ይበሃል ማለት እዩ ዕላል ሕጂ ነቦኣ እዚኦም ሰብሲ እንታይ ኮይኖም እዮም ሪጋ ተሰሪዖም ዘለዉ ኢላቶ ድሓር ሽዑ ባኒ እዮም ደልዮም ምስ በላ ስማ እንታይ ኮይኖም ደኣ እሞ ባኒ ካብ ኢሎም ዝስርዑስ ኬክ ዘይበልዑ ኢላቶ ማለት እዩ ባኒ ዘይተረኽበስ ኬክ ማለት እዩ እጅኻ እዚኻ ዋላ ኬክ ዘይንበልዕ ኢሎም ብከምኡ እንተዘይተሳሚዕኻ ኩላትካ ከይበልዓኻ ኢኻ ትኸይድ ማለት እዩ ስለዚ ኣነ ንምንታይ ለየምፅዮ እዚ ገሊኡ ነገራት ሲ ቁሩብ ዋላ ከምዚ ምሻሎ ኣቢድናይ ዘሎ ኢንተርነት ኣቢድና ኣሎ ገለለ ኣቢድና ኣሎ ይቕሬታ ናብ ማዕዳ ኣቲኻ ከይትብሉኒ ሓፈሻዊ ግን ንህይወትና ዝጠቕመና ነገር ሎሚ ኣብ ኢድና ስለ ዘሎ ሰርች ጌርና ክንከይድ ኣለና በዛ ንሪኣ ዘለና ከዓ ኣብ ፖለቲካ እንተዘይተሰማሚዕኻ መወዳእትኡ ኩላትካ ጥራሕ ኢድካ ኢኻ ትተርፍ ማለት እዩ ስለዚ ክንሰማማዕ ኣለና ኣጆኹም ፖለቲካ ምዝራብ ከዓ ገሊኡ ሰብ ኣሎ ከምዚ ዘሕፍሮ ገለ ወይ ከምዚ ኣይግደስ ናይ ገለ ኢሉ ዝሓስብ ሰብ ኣሎ ስለዚ ፖለቲካ ዕለታዊ ናብራና እዩ ንኩሉ ነገር እዩ ዘጠቃልል ክንግደስ ኣለና ክንፈልጦ ኣለና ማለት እዩ ታንኪ ቨሪ ማች ባይ ደ ወይ ምሳይ ዝፀናሕኩም ውሕዳት ሰባት ኢኹም ብጣዕሚ እየ ዘመስግነኩም ካልእ ግዜ ላይቭ ክገብር ከለኹ ዳግማይ ክትመፁ ብክብሪ ዕድመኩም ስለ ዝነበረና ግዜ ብጣዕሚ የመስግነኩም